ሎሚ ሓቢርና እንሪኦ ቃል ኣብ እብራውያን ምዕራፍ ዓሰርተ ክልተ ካብ ሓደ ስጋዕ ሰለስተ ዘሎ ቃል እዩ። ስለዚ እዚ ኣብ እብራውያን ዘሎ ቓል ኣገዳሲ ቓል እዩ። መጀመርያ ነቲ ቓል ከንብቦ እየ፣ ብድሕርኡ ሓቢርና ክንካፈል ኢና። እነንብቦ ቓል እብራውያን ምዕራፍ ዓሰርተ ክልተ ካብ ፍቕዲ ሓደ ስጋዕ ሰለስተ ከምዚ ይብል፣ ኩላትኩም ኣውጺኹም እንድሕር ደኣለኹም ኰንኩም ሓቢርና ክነንብብ ኢና። ምእንት'ዚ ንሕና ድማ ብኽንድዚ ዝኣክል ደበና ምስክር ተኸቢብና ከሎና፣ ንኹሉ ዝኸበናን ነቲ ዝጠብቀናን ሓጥያት ነርሕቕ። በቲ ኣብ ቅድሜና ተሓንጺጹልና ዘሎ መቀዳደሚ ከኣ ብትዕግስቲ ንጉየ። ናብቲ ሕፍረት ንዒቑ ስለቲ ኣብ ቅድሚኡ ዘሎ ሓጎስ ኢሉ መስቀል እተዓገሰ፣ ኣብ የማን ኣምላኽ እተቐመጠ ጀማሪ እምነትናን ደምዳሚናን የሱስ ንጠምት። ምእንቲ ኸይትደኽሙን ነፍሳትኩም ከይሕለላን እቲ ካብ ሓጥኣን ኣብ ርእሱ ክንድዚ ዝኣክል ምጽራር እተዓገሰ ዘክርዎ። ምስ ሓጢኣት ብምቅላስኩም ገና ክሳዕ ኣብ ደም እትበጽሑ ኣይተቓወምኩምን እዩ ዝብል። እምበኣር ሰለስተ ፍቕዲ ዘለዎ ሓሳብ እዩ። ኣብዚ ሰለስተ ፍቕዲ ዓቢን ብዙሕን ቃላት እዩ ተዛሪቡ ዘሎ። እቲ ቀንዲ ነገር ክንሪኦ ከለና ኣብነት ክኾነና ዝኽእል ኣብዛ ምድሪ እዚኣ ክንመላለስ ከለና ከይንደክም መታን ከይንሕለል መታን እቲ ጉዕዞ ነዊሕ ስለ ዝኾነ ጎይታ ክመጽእ ስጋዕ ዝመጽእ ጎይታ የሱስ ክርስቶስ ናብዛ ምድሪ ተመሊሱ ስጋዕ ዝመጽእ ጎይታ ምስ ተቐበልና ጎይታ ተቐቢልና ኣብ ንገብሮ ጉዕዞ ዓመታት ኣብ ዝቆጸረ ቁጽሪ ግዜ ኣብ ዝወሰደ ግዜ ምእንቲ ኣብ ጉዕዞ ከይንሕለል ከይንደክም ኣብ መንጎ ድማ ዝሕልልን ዘድክምን ነገር ምእንቲ ከይኮነናሲ ሓደ ክልተ ዓበይቲ ነገር ክንገብሮ ዘለና እዩ ዝመኽረና ቅድሚ ናብ ኩሉ ምርኣይና ማለት እዩ ሕጂ እቲ ጉዕዞ እንታይ ኢሉ ሰባት ጎይታ የሱስ ክርስቶስ ምስ ተቐበሉ ሕጂ ሕጂ እዩ ዘሎ ጎይታ የሱስ ክርስቶስ ምስ ተቐበሉ እቲ ጉዕዞ ጀሚሮሞ እቲ ናይ ህይወት ጉዕዞ ጀሚሮሞ ጎይታ ስጋዕ ዝመጽእ ኣብ ምንታይ ኣለና ይብል መጽሓፍ ቅዱስና ኣብ ጉያ ኣለና እዩ ዝብል ሕጂ ጉያ ክበሃል ከሎ እቲ ዕለት ዕለት ብጎይታ ንነብሮ ናብራ ማለት እዩ እቲ ዕለት ዕለት እንነሕልፎ ህይወት ማለት እዩ። ስጋዕ ጎይታ ዝመጽእ እነሕልፎ መንገዲ እዩ። ነዚ እዩ ጳውሎስ ሰናይ ገድሊ ተጋዲለ ጉያይ ከዓ እንታይ ይብል ወድየ ይብል። ስለዚ ጉያ ማለት ኣብዚ ምድሪ እዚ ስጋዕ ጎይታ ዝመጽእ እንጎዮ ነገር እዩ። እምበኣር ናይ ድሕረይ እንዳረሳዕኩ ናብቲ ሕንጹጽ ዕላማ ኣቢለ ከዓ እንታይ ይገብር ኣለኹ ኢሉ ከዓ ጳውሎስ ይጎዪ ኣለኹ ኢሉ። ስለዚ ጉያ እንታይ እዩ ዘርእየና እንድሕር ኢልና ኣብዛ ምድሪ እዚኣ ከለና ዘሎ መንፈሳዊ ጉዕዞና ዘሎ መንፈሳዊ መንገድና ዘርኢ እዩ ማለት እዩ። ስለዚ ብዙሓት ሰባት ነዚ ኣብነት ዝኾነና እንድሕር ደኣ ሪኢኹም ኣብ ናይ ጉያ ኣብዚ ዓዲ ኣብ ዓመታዊ ጉያ ይግበር እዩ። ዓመታዊ ጉያ ክግበር ከሎ ሎሚ ጉያ ኣሎ እንድሕር ተባሂሎ እቶም ህዝቢ ጉያ ዝጎዩ ሰባት ከመይ ኮይኖም ከም ዝመፁ ክትፈልጡ ኣለኩም። ምክንያቱ ናብ ጉያ ዝኸይድን ናብ ኦርላፕ ዝኸይድን ወይ ከዓ ናብ ሓደ መዘናግዒ ዝኸይድን ንመርዓ ዝኸይድን ናብ ጉያ ዝኸይድን ሰብ እንታይ ይፈላለ እንድሕር ኢልና ኣካዳድንኡ ይፈላለ፣ ዕጥቁ ይፈላለ፣ ዝኾነ ነገር ኩሉ እንታይ ይኸውን ይፋላለ ምክንያቱ ሳንጣ ሒዝካ ሳንጣ ሩክሳት ጌርካ ናብ ምንታይ ክየድን እዩ ናብ ጉያ ማራቶን ክትከይድ ኣይትኽእልን ኢኻ ምክንያቱ ሩክሳት ጌርካ ክትጎይ እንታይ ዝገብረካ ማለት እዩ ክዕንቅፈካ እዩ ኣብ መንገዲ ክትሕለል ኢኻ ከድክመካ እዩ ስለዚ ኣብ ሕቆኻ ጾር ዝኾነካ ወይ ከዓ ዝጠብቀካ ጾር ኣብ ጉያኻ ኩሉ ግዜ ዕንቅፋት ኢሉ መጀመርያ ይርኤና ንዕኡ እቲ ካልኣይ ዝመኽረና ድማ ኣብነት ዝኾነካ ከኣ ኣሎ። እቲ ኣብነት ዝኾነካ መን እዩ ይብለና፣ ክርስቶስ የሱስ ኣብዚ ምድሪ እዚ ዝኾኖ ነገር ናይቲ ጉዕዞኻ ኣብነት እዩ። ስጋዕ ኣብዛ ምድሪ እዚኣ ትውድኦ መንገዲ ንሱ ከም ሓደ ኣብነት ኮይኑ እዩ ኣብዚ ቃል እዚ ተጻሒፉ ዘሎ። ስለዚ እንታይ ኢና እንርኢ እንድሕር ኢልና ቁጽሪ ሓደ እንተሪእናያ መጀመርያ እንታይ የርኢ መሰኻኽር እዩ ዘምጽኣልካ። ሕጂ እቶም መሰኻኽር እንታይ እዩ እንድሕር ኢልና ናይ ብሉይ ኪዳን እዩ ምዕራፍ ዓሰርተ ሓደ እንድሕር ርኢኹም ናይ ብሉይ ኪዳን ኣቦታት ይጠቕሶም ገሊኦም ካብ ኣፍ ኣናብስ ደሓኑ ገሊኦም ሓይሊ ሓዊ ኣጥፍኡ ገሊኦም ብኸምዚ ሓለፉ። ኣንስቲ ምዉታተን ብእምነት ተቐበላ ኢሉ በዓል ጌድዮን ከምዚ ገይሮም ኢሉ ናይቶም ናይ እምነት ጀጋኑ ምስ ዝተንተነ ምስ ተዛረበ ደሓር ናብ ፍቕዲ ሓደ ክመጽእ ከሎ እንታይ ኢሉ ክንድዚ ዝኣኽሉ እንታይ ስለ ዘለዉና ኢሉ ምእንት'ዚ ንሕና ድማ ብኽንድዚ ዝኣክል ምስክር ተኸቢብና ኣሎና። ሕጂ እቶም መሰኻኽር እንታይ ይብሎም ኣሎ? እዚኦም ኩሎምሲ ነቲ ጉዕዞ፣ ነቲ ጉያና፣ ነቲ እንገብሮ ዘለና መንገዲሲ ቅኑዕ ምዃኑ ኣቐዲሙ እንታይ ኣሎ ይብለና ኣሎ? መሰኻኽር ኣለዉና። ከም ደመና ዝኸቡና መሰኻኽር ኣለዉና ይብል። እዚኦም ናይ ብሉይ ኪዳን መሰኻኽር እኳ እተኾኑ ንሕና ኸኣ ኣብ ዝሓሸ ዘመን ኣለና። ኣብ ዝሓሸ ዘለና ንምንታይ ኢና እንድሕሪ ኢልኩም ናይ ሓድሽ ኪዳን መሰኻኽር ኣለውና። ሽዑ ገና ሓድሽ ኪዳን ዝጅምረሉ እዩ። ኣብዚ ሓድሽ ኪዳን ከንሕና ከመሰኻኽር ኣለውና። በዓል ጴጥሮስ ክስቀሉ ከለዉ ከም ጎይታ ኣሰቃቅላ ክንስቀል የብልናን ቁልቁል ኣፍና ጌርኩም እንታይ ግበሩና ስቐሉና ኢሎም ህይወቶም ሰዊኦም ዝሓለፉ በዓል ጳውሎስ ኣብ ሮማ ክሳዶም ብሰይፍ ተቖሪጾም ዝሓለፉ እዚኦም ናይ ሓድሽ ኪዳን እንድሕር ተንቲንና ብዙሓት እዮም መጽሓፍ ቅዱስ ተርጒምካ ካብቲ ዝነበሮ ናይ ግሪኽን ናይ እብርን ተርጒምካ ተባሂሉ ብሓዊ ዝነደዱ ብብዙሕ መከራ ዝሓለፉ ኣብዚ ምድሪ እዚ ክንትንትኖም ዘይንኽእል ብዙሓት ኣብ ሓድሽ ኪዳን እንታይ ኣለውና እንድሕር ኢልና መሰኻኽር ኣለዉ ስለዚ ናይ ብሉይ ኪዳን ጥራሕ ኣይኮኑን መሰኻኽርና። ናይ ምንታይ መሰኻኽር ኣለውና? ናይ ሓድሽ ኪዳን እውን ኣለውና። ኣብ ሓድሽ ኪዳን ንተንትን ተብልኩ ብውዒልና መሓደርና ዘገርም ታሪኽ ኣሎ ብዙሕ ዋጋ ዝተኸፍለ እምበኣር ክንዲዚ ተኸቢብና ኣሎና ይብል ብክንዲዚ ዝኣክል ደመናታት ወይ ከዓ መሰኻኽር እንድሕር ደኣ ተኸቢብና እዩ ምስክርነት ባዕሉ ሓደ ሓይሊ እዩ ሓይሊ እዩ ሰብ ምስክርነት ክምስክር ከሎ ሕጂ ኣብዚ ወጺኡሲ ጎይታ ከምዚ ገይሩለይ ጎይታ እዚ ርኢኒ ካብዚ ኣድሒኑኒ ከምዚ ገይሩለይ ክብል ከሎ እንታይ ኢና ንርኢ ንዓኹም እንታይ ይመጸልኩም ሓይሊ ይመጸልኩም በቲ ናቱ ምስክርነት ሓይሊ እዩ ዝመጸኩም እምበኣር ናቱ ኣምላኽ ናተይ ኣምላኽ እዩ ንዕኡ ዝገበረ ጎይታ ንዓይ ከዓ ይገብረለይ ኢልኩም እቲ ምስክርነት ንዓይን ንዓኻትኩምን ሓይሊ እዩ ዝኾነና ብርትዐ እዩ ዝኾነና። እምበኣር ቅዱሳን ኣሕዋተይ እቲ ጉዕዞ ነዊሕ እዩ። ገለ ገለ ሰባት ክጅምርዎ ከለዉ ጉዕዞ ይእከቡ እሞ ማራቶን ክጎዩ ምስ ተኣከቡ ደሓር ይጅምርዎ። ምስ ጀመርዎ ኣብ ፍርቂ ምስ በጽሑ እንታይ ይኾኑ? ይሕለሉ። እንታይ ይኾኑ? ይደኽሙ። ሽዑና ካብቲ ጉያ እንታይ ይኾኑ? ይዎ ኣቋሪጾም ወጹ። ኣቋሪጸዎት ሕጂ እምበኣር እንታይ እዩ ዝብለና ዘሎ እዚ ሓሳብ እዚ ቀንዲ ሓሳቡ እንታይ እዩ ዝብለና ዘሎ ምእንቲ ከይትደኽሙን ከይትሕለሉን ምእንቲ ከይትደኽሙን ከይትሕለሉን እሞ ጉያኹም ከዓ ኣብዚ ኣብ ናይ ማራቶን ገለ ቀዳማይ ዝወፀ ካልኣይ ዝወፀ እዩ ኣብ መንፈሳዊ ጉዕዞ ግን ጉይኡ ዝወደ እዩ ተረዲኹምኒ ዶ ኣለኹም? ስለዚ ዝድለየካ ንዓኻ ቀዳማይ ምውጻእካ ኣይኮነን ዝድለ። እንታይ ክትከውን እዩ ዝድለ? ጉያኻ ክትውድእ እዩ ዝድለ። ስለዚ ጉያ ምውዳእ ብጣዕሚ ብጣዕሚ ብጣዕሚ ኣገዳሲ ነገር እዩ። ነዚ ኸዓ እንታይ ኣለና እንድሕር ኢልኩምኒ መሰኻኽር ኣለና። ከም ምንታይ ዝኾኑ? ክንዲ ደመና ዝመልኡ መሰኻኽር ኣለውና። ስለዚ ክንጎይ ከለና እንታይ ንብል ይብል ኣሎ? ንኹሉ ዝኸብደናን ነቲ ዝጠብቀናን ሓጢኣት እንታይ ንግበር? ነርሕቕ። ገሊኡ ዝኸብድ እዩ፣ ገሊኡ ከዓ እንታይ ዝኸውን እዩ? ዝጠብቕ እዩ በቃ ተተኻታቲሉካ እንታይ ይኸውን ሎሚ ልጊብካያስ መሊሱ ዝላ ሕጂ ነዚ ነገር እዚ ዝተውዕሎ እሞ ነቲ ጉዕዞኻ ምእንቲ ከይትሕለል ኣብ ጉዕዞኻ ምእንቲ ከይትደክምሲ ነዚ ነገር እዚ እንታይ ግበሮ ይብል ኣሎ ኣርሕቆ ኢሉ ይመኽረና ኣሎ ማለት እዩ ደሓር እንታይ ይብል ነርሕቅ ምስ በለ በታ ኣብ ቅድሜና ተሓንፂፁልና ዘሎ መቀዳደሚ ከዓ ብትዕግስቲ ንጉየ ሕጂ ሬኹም ኣብዚ ከዓ እንታይ ይብለና ኣሎ እንድሕር ኢልኩም በ በየናይ በይናኻ በይን ክትጎይ ከም ዘለካ ከኣ ነጊሩካ ኣሎ። ንስኻ ብዝደለኻዮ መንገዲ ኣይኮነን እንታይ ደኣ ዝተሓንጸጸልካ መንገዲ ጉየ እሞ ብኡ ጎይኻ ድማ ብምንታይ ክትጎይ ከለኻ ግን ብምንታይ ጉየ ዓባይ ቃል ኣላ ብኡ ብትዕግስቲ ይብል እንታይ ይብል ብትዕግስቲ ንጉየ ትዕግስቲ ብጣዕሚ ኣገዳሲ ትዕግስቲ ሓደ መንፈሳዊ ፍረ እዩ። ኣብ ሓደ ከቢድ ነገር ከጋጥመካ ከሎ መንፈሳዊ ህይወትካ ክጎይ ክትደሊ ከለኻ ከጉየካ ዘይክእል ነገር ጸቕጢ ክገብረልካ ከሎ ኣብ መንገድኻ ደው ክብለካ ከሎ ከሸገ ኣብኡ ምስ ጎይታ ተዓጊስካ ብትዕግስቲ ጉያኻ ክትጎይ ምኽኣል ከመይ ደስ ዘብል እዩ እግዚኣብሔር ኣምላኽ ይባረኽ ኣብ ዓላማኻ ክትበጽሕ እንድሕር ኮንካ እንታይ ኢኻ ትኸውን ማለት እዩ? ብትዕግስቲ ኢኻ ትወጽእ ብትዕግስቲ ኢኻ ትወጽእ። ዝብለካ ብየማነ ብጸጋም ጸላኣ ዝብለካ ሰባት ዝዛረቡኻ እንድሕር ደኣ ሰሚዕካ እንታይ ኣይትኸውንን ኢኻ? ክትዕወት ኣይትኽእልን ኢኻ። ኣይኮነን ድዩ? ክትዕወት ኣይትኽእልን ኢኻ። ብዙሓት ሰባት ክጎዩ ከለዉ ኣብ ጉያ ቅድድም ብደገ ኮይኖም ብዙሕ ዘረባ ዝዛረብዎም ኣለዉ። ገሊኦም ብዓሌቶም ጸርፍዎም ምእንቲ እንታይ ከይኮኑ ነቲ ጉይኦም ከይውድኡ እሞ እቶም ካልኦት እንታይ ምቕንቱ ምክንያቱም በዚ እንድሕር ተዛሪብናዮ ክሓርቕ እዩ ምስ ሓረቐ እንታይ ክኸውን እዩ ነቲ ጉይኡ ብዓወት እንታይ ኣይገብሮን እዩ ኣይውድኦን እዩ ስለዚ እቲ ወዲ ዓድና እንታይ ክኸውን እዩ ክቕዲም እዩ ኢሎም ተዳልዮም ሰብ ከይሰምዐ ከሎ ኣብ ጎኒ እንዳተጸግዑ ኤህ ነገር ገለ ገለ እንዳበሉ ነቲ ሰብ እንታይ ይገብርዎ ዮ እሱ ግን ብምንም ተኣምር እንታይ ኣይገብርን እዩ ኣይሰምዖምን እዩ ኣይሰምዕን እዩ ናበይ እዩ ዝገዩ ናብቲ ሕንጹጽ ዓላማ እዩ ዝጎዩ ሃለሉያ ናብኡ ኢኻ ክትጎይ ዘለካ እንድሕር ናብዚ ሰሚዕካ ናብዚ ሰሚዕካ ሆ ሰሚዕካ ብምንም ተኣምር ጉያኻ ክትከይድ ኣይትኽእልን ኢኻ ስለዚ እንታይ ኢሎም ደስ ዝብል መዝሙር ኣላ ሓንቲ መዝሙር ንሓሶት ሰይጣን ከይሰምዖ እንታይ ገይረ እየ ሃለሉያ ንሓሶት ሰይጣን እንድሕር ደኣ ሰሚዕካ እንታይ ኢኻ ዝገብር ከምዚ ክትብል እ ከምዚ ክትብል ከምቲ ክትብል ዓላማኻ ከይገበርካ ንጉያኻ ከሕልለካ ከድክመካ ዝኽእል ኣብ መጨረሻ ኣብ ምሕላል ኢኻ ክትበጽሕ ስለዚ ሰይጣን እንታይ እዩ ዓላምኡ እንድሕር ኢልካ ሓንቲ እንኮን ዓላማ ኣላት ኣብ ጉያኻ ጉያኻ ወዲእካ ከይትዕወት እዩ ዝደሊ። ስለዚ ካብ ጉያኻ ከዳኽመካ እዩ ዝደሊ። ነዚ ነገር እዚ ክትነቕሓሉን ክትፈልጦን ከኣ ኣገዳሲ እዩ። ነዚ ንኽትፈልጥ ከ እንታይ እዩ ዘድልየካ እንድሕር ኢልና ንመን ጠምት እዩ ኢሉና ኣብነት ክኾነና ዝኽእልከ መን እዩ እንድሕር ኢልና ኣብ ፍቕዲ ክልተ እንታይ ይብለና? ናብቲ ሕፍረት ንዒቑ ስለቲ ኣብ ቅድሚኡ ዘሎ ሓጎስ ኢሉ መስቀል እተዓገሰ ኣብ የማን ኣምላኽ እተቐመጠን ጀማሪ እምነትናን ደምዳሚኣን የሱስ እንታይ ንግበር? ንጠምት። ሕጂ ርኣዩ፣ ንየሱስ ክርስቶስ ትጥምትዎ ንምንታይ እዩ? ንምንታይ ኢኻ ትጥምቶ እንድሕር ኢልና፣ ጐይታ የሱስ ክርስቶስ ነታ ቃል እንድሕር ደኣ ኣስተብሂልኩምልና፣ እንታይ እዩ ዝብለና ዘሎ? ነቲ ኣብ ቅድሚኡ ዘሎ እንታይ ይብል ኣሎ? ሓጐስ። ተረዲኹም? ምኽንያቱም ጐይታ የሱስ ክርስቶስ ኣብ ቅድሚኡ እንታይ ኣሎ? ሓጐስ ኣሎ። ሕጂ እቲ ዝሕጎሶ ከመይ እዩ ስርሑ ምስ ወደኤ ኣብ የማን ኣቦ ተቀሚጡ እንታይ ክኸውን እዩ ኮፍ ክብል እዩ ኣብ ክብሪ የማን ኣቦ ተቀሚጡ ምስ ጎይታ ምስ ኣምላኽ ደስ ክብሎ እዩ ምክንያቱ ፍቃድ ኣምላኽ ፈጺሙ ሓሳቡ ፈጺሙ ነገሩ ቀይሩ ኮፍ ምስ በለ ኣብ የማን ኣማን ምስ ፈጸመ ኣብቲ መስቀል ዝግበር ኩሉ ምስ ፈጸመ ኮፍ ክብል እዩ ሽዑ እሱ እዩ ሓጎሱ ናበይ እዩ ዝጥምት ዘሎ ሕጂ እቲ መስቀል ኣይጠመተን እቲ መከራ ኣይ- ኣይጠመተን፣ እቲ ጸርፊ ኣይጠመተን፣ እቲ ንዕቀት ኣይጠመተን፣ እቲ ውርደት ኣይጠመተን። ነበይ እዩ ጠሚቱ፣ ነቲ ሓጎስ እዩ ጠሚትዎ። ተረዲኹምኒ? ነቲ ዝረኽቦ ሓጎስ እዩ። ስለዚ ኣብነት ዝኾነካ ይብል ኣሎ ክርስቶስ የሱስ ጠምቶ። ንሱ ክጥምት ክትጥምቶ ከለኻ ንሱ ነቲ ሕፍረት ንዒቑ፣ ነቲ ውርደት ንዒቑ፣ ነቲ ኩሉ ንዒቑ ንምንታይ ጠሚቶ ኣብ ቅድሚኡ ዘሎ ሓጎስ ኣብ ቅድሚኡ ዘሎ ሓጎስ ኣበይ ዘሎ ኣብ ቅድሚኡ ዘሎ ሓጎስ ኣርሒቑ ሪኡ ንዑ ይጠሚቱ ስለዚ ነቲ ሓጎስ ስለ ዝጠመተ ነቲ ጸርፊ ምንም ኣይቆጸሮን ነቲ ውርደት ምንም ኣይቆጸሮን ነቲ ንዕቀት ምንም ኣይቆጸሮን ኣብ ህይወትካ ከጋጥመካ ዝኽእል ነገራት ክተቕልሎ ትኽእል ክትንዕቆ ትኽእል ነቲ ሓጎስካ ተሪእኻ እዩ ስለዚ ነዚ ኣብነት ዝኾነካ ኣብ ጉዕዞኻ ኣብ ጉያኻ ክትውድእ እንድሕር ደኣ ኾንካ ከይትሕለል እንድሕር ደኣ ኾንካ ከይትደክም እንድሕር ደኣ ኾንካ መን እዩ ኣብነት ኮይኑ ዝነግረካ ዘሎ ቃል ኣምላኽ እንድሕር ኢልካ ንመን ጠምት ይብለካ ኣሎ ንክርስቶስ የሱስ ጠምቶ የሱስ ክርስቶስ ክትጥምቶ ከለኻ ከመይ ጌርካ ኢኻ ትጥምቶ ይብለና ኣሎ። ክትጥምቶ ከለኻ ንሱ ሕፍረት ንዒቑ፣ ምኽንያቱም ዘሕፍር ዘዋር ምኽንያቱ ጎይታ የሱስ ክርስቶስ ጎይታ ክንሱ ሰብ መሲሉ መልክዕ ሰብ ወሲዱ ኣብዚ ምድሪ እዚ ኩሉ ሰብ ክተፍእሉ ከለዉ እስኪ ዝሃረመካ ፍለጥ እስኪ ዝወቕዓካ ንገረና እንዳበሉ ከላግፅሉ ከለዉ ነዚ ኩሉ ውርደትን ሕፍረትን ክዳኑ ክቕንጥጥዎ ከለዉ ነዚ ኩሉ ውርደትን ሕፍረትን እንታይ ገይሩ ኣሎ ማለት እዩ ተጻዊሩ ብምንታይ ብትዕግስቲ ብምንታይ ብትዕግስቲ ንምንታይ ክዕገስ ተኽኢሉ እንድሕር ኢልኩም ኣብ ቅድሚኡ ዘሎ ሓጎስ ስለ ዝረኣየ ኣብ ቅድሚኡ ዘሎ ሓጎስ ስለ ዝረኣየ ኣብ ቅድመና ዘሎ ሓጎስ እንድሕር ደኣ ዘይርኢና ምኽንያቱ ሓደ ነገር ክርድኣና ኣለዎ። እንታይ ይብለና መጽሓፍ ቅዱስና? ዓለምን ፍትወታን እንታይ ክኾኑ እዮም? ክሓልፍ። ንሕና ከዓ ናብቲ ዘለዓለማዊ ሓጎስና ኣታ እሙን ባርያ ብሒደት ተኣሚን ከዓ ከሞ ብብዙሕ ክሸመካ እየ ናብቲ ሓጎስ ኣቦኻ ወይ ከዓ ናብቲ ዕረፍቲ ኣቦኻ እንታይ ግበር እቶ እዩ ዝብል እግዚኣብሔር ኣምላኽ ይባርኽ እዚ ሓሳብ እዚ እኮ ናይ ኩላትና እዩ ንሕና እቲ ናይ ዓለም ነገር ምስ ተወደአ እቲ ናይ ክርስቶስ ነገር ምስ ተወደአ እቲ ናይ ምድሪ ነገር ምስ ተወደአ ኣበይ ኢና ንኣቱ ኣብ ሓጎስ ናይ ኣብኡ ብኽያት የለን ኣብኡ ሓዘን የለን ኣብኡ ጫውጫው የለን ኣብኡ መከራ የለን ኣብኡ ጻዕሪ ዝበሃል የለን ኣብኡ ምስ ጎይታ ሓጎስ እዩ ኣብኡ ዝማሬ እዩ ኣብኡ ምስ ጎይታ ምዃን እዩ ኩሉ ግዜ ተሓጒስካ እህህ ትብለሉ ነገር የለን ሓድሽ ስርዓት እዩ ሓድሽ ነገር እዩ ስለዚ ንሕና ክንኮይድ እንድሕር ኮይና ንመን ኢና ንጥምት ከይሕለል እወ እሞ ከይደክም እዚ መንገዲ እዚ ጉዕዞ ነዊሕ እዩ ስለዚ ሓይሊ ዝኾነኒ እንታይ እንድሕ ኢልኩም ሓደ መሰኻኽር እንታይ ዝኾኑ ብእምነት ዝሓለፉ ኣቦታት እንታይ ኾኑና መሰኻኽር እዮም ኣቦታት እኮ ሓሊፎም እዮም ብእምነት ሓሊፎም እኮ እዮም ብእምነት ዝሓለፉ ብዙሓት ናይ እግዚኣብሔር ኣቦታት ኣለዉ ኢልና ብሉይ ኪዳን ዘርዚሩልና ንሕና ከዓ ኣብዚ ሓሸ ከም ዘለና ኢና ተረዲኡና ዘሎ ናይ ሓድሽ ኪዳን ኮማን ኣለውና መሰኻኽር ብዙሓት መሰኻኽር ዝተኸበብና ኢና ስለዚ ንሕና ብብዙሕ መሰኻኽር ዝተኸበብና ዝያዳ ስለ ዘለና እንታይ ክንገብር ኣለና እቲ ካልኣይ ከዓ ነቲ ጀማሪ እምነትናን ደምዳሚኣን ዝኾነ ክርስቶስ ከዓ እንታይ ክንገብር ኣለና ክንጥምቶ ኣለና። ንኽንጥምቶ ከለና ከመይ ጌርና ኢና ንጥምቶ? ንሱ ነቲ ነውሪ ንዒቑ ኣብ ቅድሚኡ ዘሎ ሓጎስ ርእዩ ነቲ መከራን ኩነታትን ኩሉ ብትዕግስቲ ከም ዝሓለፈ ኢና ንርኢ ስለዚ ብትዕግስቲ ክትሓልፍ እንድሕር ክኢልካ እዚ እዩ ኣሕዋተ ኣብ ቤተ ክርስቲያን ብዙሓት ሰባት እንታይ ይኾኑ መስለኩም እንድሕር እዚ ዘይተረዲኦም ኣብ ሓደ እዋን ኣክቲቭ ይኾኑ በቃ ኣገልግሎት መንፈሳዊ ነገር ሃልሃል ዝበለ ነገር ኣብ ሂወቶም ክህሉ ይኽእል ደሓር ዓመት ክልተ ዓመት ሰለስተ ዓመት ክኾኑ ክኸውን ከሎ ዓሰርተ ዓመት ሽዑኡ እንድሕርቲ ዴስቲኒኦም እቲ መንገዶም ብትኽክል ዘየነፀሩ እንታይ ይኸውን ሽዑ ሽዑ መጀመርያ ገለ ገለ ክኾኑ ከለዉ ወይ እቲ እቲ ሃልሃልተኦም እንታይ እንዳኾነ እንዳዝሓለ ኣክቲቪቲኦም ንድሕሪት እንዳተመለሰ ንምንታይ እንድሕር ኢልኩምኒ ክልተ ነገር እዩ ምሕላልን ከይትደኽሙን እንዳ ከይትኾኑን ነፍሳትኩም ከዓ ከይሕለላ ምሕላል ከመይ ምሕላል ትፈልጡ ድኹም ሓደ ሓደ ግዜ ደጋጊምካ ሓደ ሓደ ነገር እንድሕር ሪኢኻ ትሕለል ኢኻ። እተን ዓሰርተ ደናግል ንምንታይ እየን ተሓሊለን? ንምንታይ ተሓሊለን? ደንጉዩ ደንጉዩ ደንጉዩ። ሕጂ እቲ ክሕልለካ ዝኽእል ነጥቢ ንምንታይ እዩ እንድሕር ኢልኩም ንምንታይ እዩ እንድሕር ኢልኩም ናብ ነጥቢ እንድሕር መጺእና ምድንጓይ እዩ። ሓደ ነገር እንድሕር ዶንጉዩካ ቆጸሮ ከማን ሰብ ቆጺሩካ እንድሕር ዶንጉዩ እንታይ ኢኻ ትኸውን ትሕለል ዶ ኣይትሕለልን ሽዑ ተሓሊልካ ዋእ ገዲፈዮ ክኸይድ እየ ገለታት ኢልካ ትኸይድ ማለት እዩ ልክዕ ከምኡ ኸኣ ጎይታ ክመጽእ ኢሉና ክምለስ ኢሉና ንጎይታ የሱስ ክርስቶስ ንጽበዮ ኣለና ተስፋ ሂቡና ተስፋ ቃል ሂቡና የሱስ ክምለስ ኢልና ሰቢኽና ብዙሓት ወንጌል ስበኹ ኣነ ክምለስ እየ ኢሉና እንታይ ኢሉና ዮሃንስ ወንጌል ምዕራፍ 14 ልብኹም ኣይሸበር ብኣምላኽ እመኑ ብኣይ ድማ እመኑ ኣብ ቤት ኣቦይ ብዙሕ ማሕደር ኣሎ እዚ እንተዘይከውን ነይረ ኣይምበልኩኹምን ነይረ ስፍራ ክዳልወልኩም እኸይድ ኣለኹ ከይደ ኣብቲ ኣነ ዘለኽዎ ንስኻትኩም ምእንቲ ክትኮኑ ተመሊሰ ክመጽእ እየ ክወስደኩም እዩ ሃለሉያ ስለዚ ተስፋ ዘለና ሰባት ኢና ጎይታ ተስፋ ኣትዩልና እዩ ዝኣተወልና ተስፋ ከዓ እንታይ እዩ ክምለስ እየ ዝብል እዩ ኣሜን ክምለስ እየ መሊ- ተመሊሰ ከዓ እንታይ ክገብረኩም እየ ክወስደኩም እየ ኣብዚ ምድሪ እዚ ው- ው- ከም ዘኽታማት እንታይ ኣይገብረኩምን እየ ኣይሓድገኩምን እዩ ዘኽታም ማለት ኣዲኡ ዝሞተቶ ኣቦኡ ዝሞቶ መታሕዞ ስኢኑ ዓቕሉ ዝፀበቦ ሰብ ዝተዳህለ ሰብ ኮንኩም ኣይገድፈኩምን እየ ምክንያቱም ኣብዚ ዓለም እዚ ሕማቕ እዩ ኣነ ተመሊሰ እንታይ ክገብረኩም እየ ክወስደኩም እየ ሕጂ እዚ ተስፋ ቃል እዚ ሓያል ተስፋ ቃል እዩ። ካብ መን ዝወጸ? ሰብ እኳ ተስፋ ኣትዩልካ ክገብሮ ኢልካ ትጻባበ። እዚ ግን ኣምላኽ እዩ። ምክንያቱም ቃሉ ካብ ዝሓልፍ ሰማይን ምድርን ክሓልፍ ይቐልል። ስለዚ ቃሉ እግዚኣብሔር ሓደ ኣምላኽነቱ ኣምላኽ እዩ ዘብሎ እንታይ እዩ እንድሕር ኢልኩምኒ ቃሉ ዘይልውጥ ኣምላኽ ምዃኑ እዩ። ደስ ዘብለካ ኣምላኽ ምዃኑ እግዚኣብሔር ኣምላኽ እዩ ክንብል ከለና ፍሉይ ዝገብሮ ሓደ ኣብ ቃሉ እሙን ስለ ዝኾነ ምክንያቱ ዋል ሓንቲ ከልካሊ የብሉን ክገብሮ እየ ንዝበሎ ነገር ዝገብር ኣምላኽ ምዃኑ እዩ ፍሉይ ዝገብሮ ኣምላኽ ምዃኑ ስለዚ እዚ ኣምላኽ እዚ ከምዚ ስለ ዝበለ እንታይ ይብለና ኣለኹ ተመሊሰ ክወስደኩም እዩ ተተጸብኻ ተተጸብኻ ዓም ዓሚ ወ ክልተ ሽሕን ክደን ክተመ- ክመጽእ እዩ ገለ ክመጽእ እዩ መጽኢ ድዩ ኣይመጸን ሕጂ እንታይ ትኸውን ኣብቲ ጉዕዞ ኣብቲ ጉያ ጉዕዞ ሰባት እንታይ እንታይ ክኾኑ መጹ እንዳተሓለሉ መጹ ንኽትሕለል ዝገብረካ ገለ ገለ ቁሩብ ክዛረበኩ ሓደ እ፣ ኣብ ውሽጥኻ ማለት ብሓጺሩ ኩሉ መግለጺ ኣለዎ እንድዩ ማለት ሓጢኣት ትብል ነገር እንድሕር ደኣ ተርጒምኩማ ንሕና ዝመስለና ኣይትስረቕ እንድሕር ሰሪቃ ሓጢኣት እቲ ሕጊ እዩ ዝመስለና ሓጢኣት ሓጢኣት ግን ብመሰረቱ ሕጂ ጨሚትካ ጥይት ክትኩስ ከለኻሲ እታ ማእከል ዕላማ እንድሕር ደኣ ዘይሃሪምካያ እንታይ ኮንካ ኣለኻ? ስሒትካያ ኣለኻ። ዋላ ኣብ ጥቓኣ ዕለብ ዋላ ኣብ ጎና ዕለብ እንታይ ኮንካ ኣለኻ? ስለዚ እታ ሓጢኣት ትብል ቃል ትኽክለኛ ትርጉማ እንታይ እያ ትብል? ነቲ ናይ እግዚኣብሔር ሓሳብ ነቲ ናይ ኣምላኽ ሓሳብ እንታይ እንተጌርካዮ እንተስሒትካዮ ተረዲኹምኒ? ሕጂ እዚኣ ካብ ናይ ግሪኽ ቃል እንድያ ተወሲዳ፣ እታ ትኽክለኛ ትርጉማ ትስእና፣ እታ ፖይንት፣ እታ ነጥቢሲ እንታይ ጌርካያ ማለት እዩ? ስሒትካያ ስሒትካያ። ስለዚ ከምዚ ብማንቲ ክራማ ገይሮም እዮም ዘቕርብዋ እታ ስእሊ፣ እታ ምስሓት ክርእይዋ ወይ ዳርት እታ ማእከል ክትሃርማ ከለኻ ክትስሕታ ከለኻ ልክዕ ንዑ እዩ። ሓሳብ ኣምላኽ ከኣ እንታይ እዩ እንድሕር ኢልኩምኒ እንድሕር ናይ ሓሳብ ኣምላኽ ስሒትናዮ ሓደ ንክንሕለል ይገብረና። ቀንዲ ብዓብዩ ሓሳብ ኣምላኽ እንድሕር ስሒትና ካብቲ ሓሳብ ኣምላኽ ንስሕቶ ሓደ ንኣምላኽ ምጽብባይ እንድሕር ደኣ ሓደ ሓጢኣት እዩ። ሓጢኣት ድላዩ ሓጢኣት ይኹን ደም ወዱ የሱስ ክርስቶስ ካብ ኩሉ ሓጢኣትና የንጽሃልና እዩ። ምኽንያቱ ዋላ እንተ ወደቕካ ብክርስቶስ የሱስ ሓይሊ ኸኣ እንታይ ክትከውን ኢኻ? ክትስኡ ኢኻ። ሰይጣን ግን እንታይ ይገብረካ? ተስፋ የቑርጸካ እሞ የሐልለካ። በቃ እስኻ ተስፋ የብልካን ኢሉ ድፍን ኣቢሉ ካብ ጉያኻ ምእንቲ እንታይ ከይትኸውን እዩ? ከይትቕጽል እዩ። ስለዚ ነፍስ እዚ እቲ ሓደ ሓጢኣት እዩ። እቲ ካልኣይ ጌጋ ትምህርቲ እዩ። ጌጋ ትምህርቲ እንድሕር ድኣ ኣትዩካ ካብ ጉያኻ ክትሕለል የኽእለካ እዩ። ሕጂ እንታይ እዩ ዘሎ እንድሕር ኮንኩም ጉዕዞና እዚ ኣይተወድእን ኣብ ጎይታ ስጋዕ ጎይታ ዝመጽእ ጎይታ ፊት ንፊት ስጋዕ ንሪኦ ድሒና ኣለና ኣብ ናይ ድሕነት መስመር ንጎይ ኣለና ኣብኡ ጉያና ወዲእና ስጋዕ ንጎይታ ንሪኦ ስጋዕ እንረኽቦ ኦው በቃ ድሒንካ ኣኻ ከም ድላይካ ኹን ዝብለካ መንገዲ ትኽክለኛ ኣይኮነን። ንምንታይ እንድሕር ኢልኩምኒ ኣብ መጨረሻ ኣብ ምንታይ እዩ ዘብጽሓካ እንድሕር ኢልኩ እዚ ኹሉ ጽዒርና እዚ ኹሉ ተጸቢና እዚ ኹሉ ኮይና ገጽ ጎይታ ክንርኢ ምስ ጎይታ ክንነብር ከኽእለና ክኽእል ኣለዎ እቲ ነጥቢ። ንሱ እዩ እቲ ነጥቢ፣ እቲ ጎል ንሱ እዩ። ስለዚ ብዝተፈላለየ መንገዲ ግን ብጌጋ ምርዳእ ካብ ናይ ጎይታ ነገር እንድሕር ደኣ ፈሊዩና ኣሸጋሪ እዩ። ጌጋ ትምህርቲ ኩሉ ግዜ ዝፈልየካ ካብ ሰለስተ ነገር እዩ። ካብ ጸሎት፣ ካብ ቅድስና፣ ካብ ቃሉ እንድሕር ፈልዩካ መፍለጢኡ እሱ እዩ። ዋላ ሓንቲ ብዙሕ ምርምር ኣየድልየካን እዩ ካብ ቅድስና እንድሕር ኣጉዲሉካ በቃ ንቅድስና እንድሕር ኣፍሪስዋ እንታኻ ገይሩ ኣሎ ማለት እዩ ቶታል ምክንያቱም እግዚኣብሄር ቅዱስ እዩ ካብ መጀመርያ ካብ መጀመርያ ቅዱስ እዩ ካብ መጀመርያ ቅዱስ እዩ ባህሪኡ ከዓ ኣይልወጥን ኣግዚኣብሄር ኣብ ኣብ ዘፍጥረት ጀሚሩ ኣብ ዘለዋውያን ጀሚሩ ኣነ ቅዱስ እየ እሞ ቅዱሳን ኩኑ ኢሉ ልክዕ ጴጥሮስ ከኣ መጺኡ ከኣ ንዓ ከይለወጣ እግዚኣብሄር እግዚኣብሄር ቅዱስ እዩ ፍሉይ እዩ ስለዚ ንሕና ምስ ዓለም ክንሕወስ ኣይግባኣና ምስ ገለኸ ዝተፈለየ ህይወት ሒዝና ክንከይድ ከዓ እዚ ናይ እግዚኣብሔር ሓሳብ እዩ እቲ ካልኣይ ካብ ቃል ኣምላኽን ካብ ጸሎትን እንድሕር ደኣ ፈልዩና እዚ እዩ እዚ እንድሕር ኮይኑ ነፍሲ እንዳተሓለለት እያ ትመጽእ እምበኣር ቅዱሳን ኣሕዋተይ ኣብ ኢሳያስ ኣርብዓ እንታይ ይብለና ኣ ትፈልጥዎ ኹም ትቃል ብዙሕ ግዜ ስለ ዝተሰበኩሞ ኣግባዝ ይደኽሙን ይሕለሉን ኣባፅሕከ ስለዚ እዚኣ ይደኽሙን ይሕለሉን ዝበላ ኣብ እብራውያን ኣበይ ከዓ ንረኽባ ኣብ ኢሰያስ ንረኽባ ስለዚ መፍ ኣብ ኢሰያስ ክገልጻ ከሎ ግን ምስ ምንታይ ኣዩ ዝገልጻ ዘሎ ምስ መፍትሕ ምስ መፍትሒ ኣዩ ዝገልጻ ዘሎ መፍትሒ ብኡ ይሂቡና ኣሎ ኣጉባዝ እንታይ ኮኑ እዮም ኢሉ ይደኽሙ እዮም እንታይ ከኣ ኮኑ እዮም ይሕለሉ እዮም እዚኦም ኣጉባዝ ጎበዝ ንምንታይ እዩ ጎበዝ ተጸዊዑ ኣጉባዝ ንምንታይ መስለኩም ጎበዝ ተባሂሉ ጎበዝ ሕጂ ካብ ማንም ንላዕሊ ብዚ ብሓይሉ ዝተኣማመን እንድሕር ኮይኑ መን ይመስለኩም ጎበዝ እዩ። ጎበዝ ልዕሊ ዝኾነ ይኹን ነገር ካብ ብርእሱ ዝሓስብ ብምንታይ ክሓስብ እዩ ዝቐንዖ? ብሓይሉ እዩ ዝቐንዖ። ስለዚ ናይ ጎበዝ ባህሪኡ እንታይ ማለት እዩ? ብምንታይ ዝሓስብ ዝቕድሞ ብሓይሉ እዩ ክገብር እየ ክመልኮ እየ ክስዕሮ እየ ይኽእሎ እየ ኢሉ እንታይ ዘቐድም እዩ ማለት እዩ? ሓይሉ ዘቐድም ስለዚ ልቡ ጎበዝ ምክንያቱ እንታይ መስለኩም ንምንታይ መስለኩም ጎበዝ ኩሉ ግዜ ንቕድምኡ ብሓይሉ ስለ ዝተኣማመን ይቦታት ከምኡ ኢሎም ይቕሬታ ግበረለይ እቶም ኣጓዝ ከምኡ ግን ሓሊፍና ኢና ኩላትና እንታይ ማለት እዩ ኣብ መንፈሳዊ ዓለም ብመንፈሳዊ ትርጉሙ ኣብ ገዛ ርእሱ ዝተኣማመን ብጸጋ ኣምላኽ ዘይኮነ እዚ ኣብ ምንታይ ዝእመን ኣብ ቁልበቱ ተረዲኹምኒ ክገብር እየ ኣነ ንጎይታ ባዕለይ ከምዚ ክኸውን እየ ኢሉ ኣብ ገዛ ርእሱ ዝእመን ሰብ እንታይ እዩ ዝኸውን ይደክም ይሕለል ትኽክል እዩ እቶም ኣብ እግዚኣብሔር ዝተኣማ ዝጸባበዩ ንኣምላኽ ዝጸባበዩ ንዕኦም ዝእመኑኸ እንታይ ይኸውን? ሓይሎም ይሕደስ። ንሎሚ ዝኸውን ጸጋ ኣምላኽ ይህበካ። ኦ ኣንታ ኣምላኽ ንሕጂ እውን ነዚ ዘመን ዝኸውን ጸጋ ኦ ይውስኸልካ ኣብ ጸጽባሕ ሓይሊ ይህበካ ኣብ ጸጽባሕ ጸጋ ይህበካ ኣብ ጸጽባሕ ሓይልኻ ይሕደስ ሎሚ እዚ ዓቐበት እዚ ወዲአዮ ክትብል ከለኻ ኣብ ቅድመኻ ዘሎ ዓቐበት ተረኣኻ ንዕኡ ዘደይብ ሓይልኻ ኣህበካ ዘመን ይለዋወጥ ትማሊ ናይ ኮሮና ዘመን ጸልማት ነይሩ ሎሚ ከኣ ኣውቶሚክ ኒኩለር ገለ ዝብል መቸም እግዚኣብሔር ኣምላኽ ይባርኩ ክርስቲያን እኮ ዕርፍ ዝበለ እዩ ዜና ይግድሾ ኒኩለር ኣይግድሾ ዓለም ኣይግድሾ ገሊኦም እኮ ጀርመን ከይደቀሱ እዮም ዝሓድሩ ምክንያቱም በቲ ዝሰምዕዎ ዜና ጥራሕ እንታይ ከይኮኑ በቃ ዓለም ክትጠፍእ እያ፣ ዓለም እንታይ ክኸውን እያ ተባሂሉ ኣብ ዓለም ዓቢ ነውጽን ረብሻን እዩ ዘሎ። ጸልሚትዋ እዩ ዘሎ ዓለም። እግዚኣብሔር ይመስገን ቅዱሳን ኣሕዋተይ ንኮሮና ዝኸውን ጸጋ ሂቡና፣ ነዚ ዘመን እዚ ዝኸውን ጸጋ ኸዓ እህበና ሓይልና ዕለት ዕለት እንታይ ይገብር ይሕድስ ካብ ሓይሊ ናብ ሓይሊ የሰጋግረና ስለዚ ነቲ ዘመን እቲ ክንፈልጦ ኣገዳሲ እዩ ዘመን ክንፈልጦ ኣለና እዚ ዘመን እዚ ናይ ምንታይ ዘመን እዩ ናይ ጸጋ ዘመን እዩ ተረዲኹምኒ ካብ ዘፍጥረት ምዕራፍ ሓደ ስጋዕ ዘፍጥረት ዓሰር ሸሞንተ ናይ ሕልና ዘመን ይበሃል ስጋዕቲ ባቢሎን ግንቢ ንስራሕ ኢሎም ፋሕፋሕ ዝበሉ እንታይ ይበሃል ናይ ሕልና ዘመን ካብ ዘፍጥረት ምዕራፍ ዓሰርተ ሓደ ጀሚርካ እ ስጋዕ ናይ ሲናይ ሙሴ ሕጊ ዝተቐበለሉ ከዓ እንታይ ይበሃል ዘመን ኣቦታት ተረዲኹምኒ ናይ ኣቦታት ዘመን ዘመን ካብ ምዕራፍ ዓሰርተ ክልተ ይፅዋዕ ኣብርሃም ደሓር ይስሐቅ እ ደሓር ያቆብ ደሓር ሙሴ እዚኣቶም እንታይ ይበሃል ዘመን ኣቦታት ደሓር ዘመን ኣቦታት ምስ ወፀ ከዓ ዘመን እንታይ መፅኡ ዘመን ሕጊ እዩ ዘመን ሕጊ ከዓ ናይ መን ዘመን እዩ ናይ ሙሴ ዘመን እዩ ዘመን ሕጊ ምስ ተወደአ ከዓ ንእንታይ መፅእልና ማለት እዩ ዘመን ጸጋ እስኪ ዘመን ጸጋ በሉ ዘመን ጸጋ እግዚኣብሔር ኣምላኽ ባረኽ ሕጂ እዚ ዘመን ጸጋ እንታይ ዘኽእለካ እንድሕር ኢልኩም ዘኽእል ጸጋ ኣለዎ ምክንያቱ እቲ ግሬሲ እቲ ጸጋ ሲ ኣብ ልዕሊ ሓጢኣት እንታይ ገብረካ ዓወት ህበካ ኣብቲ ዘይከኣል ሲ እንታይ ይገብር የኽእለካ ስለዚ ናይ ኣበይ ዘመን ኢኻ ዘለኻ ናይ ጸጋ ድሕሪ ጸጋ ዘመን እንታይ እዩ ዝመጽእ ድሕሪ ሕጂ ክትፈልጥዎ ኣለኩም ምክንያቱም ሕጂ ዘመን ጸጋ እንዲ የሱስ ካብ ዝመጸሉ ካብ ዘድሓነና ጀሚሩ ናይ ሓድሽ ኪዳን ካብ ግብሪ ሃዋርያት ምዕራፍ ክልተ ጀሚሩ እንታይ እዩ ድሕሪ ኢልኩም ዘመን ጸጋ ስለዚ ዋላ ኣቦታትና ክጽሕፉ ከለዉ ዓመተ ምህረት ይበሃል ዓመተ ምህረት ማለት እንታይ ማለት እዩ? ናይ ምሕረትን ናይ ጸጋ ንወዲ ኣዳም እንታይ ዝተገብረሉ ምሕረት ዝተገብረሉ ማለት እዩ ካብታ ሽዓ መዓል ዘመን ጀሚሮም ብግእዝ እንታይ ተባሂሉ ይፅዋዕ ዋላ ደብዳቤ ክፅሑፍ ሰባት እኮ እግዚኣብሄር የለን እንዳበሉ ቀደምሲ ኣብቲ ደብዳቤ ግን ዓመተ ምህረት ኢሎም ይፅሕፉ ስለዚ ኣይ ዝገርም እዩ ጎይታ ዓጺኻዮ እኮ ኣይዕጾን እዩ ኮሚኒስት ብምንም ተኣምር ናይ ዝኾነ ነገር ከይትዛረቡ ኢሎም ኣብ ቴሌቪዥን ናይ ኣምላኽ ስም ከይተልዕሉ ይብሉና ኣብ ኮሚኒዝም ዘመን ድሓርቲ ዜና ዘንብብ መፅዩሲ ብክንድዚ ክንድዚ ዓመተ ምህረት ከዓ ይብለና ኣይገርመኩምን? ዓመተ ምህረት ኢሉ ክዛረብ ከሎ እኮ እንታይ ይእውጅ ኣሎ ማለት እዩ? ናይ ምሕረት ዘመን ምዃኑ ናይ ምሕረት ዓመት ምዃኑ ይእውጅ ኣሎ። ስለዚ ጎይታ ኣይተሓዝን እዩ። ጎይታ ኣይተሓዝን እዩ። እዞም ናይ ኮሚኒዝም መንፈስ ካብ ዘመን ዘመን ኮሚኒስት እንዲዩ ኣፅልና ኣምላኽ የለን ዝብል ግን ብምንም ተኣምር ጎይታ ኣይተሓዝን እዩ። የሱስ ክርስቶስ ሰዓሪ እዩ። ኩሉ ግዜ እንዳሰዓረ እዩ ዝስዕር። ሕጂ እንታይ እዩ ድሕሪ ናብቲ ቁም ነገረይ ክመፀኩም ድሕሪ ናይ መከራ ዘመን ድሕሪ ናይ ጸጋ ዘመን ናበይ ዘመን ኢና ንኣቱ? ናይ መከራ ዘመን። እንታይ ዘመን? ናይ መከራ ዘመን። ካብኡ ጀሚርካ ሰብ ካብ ዝተወልደ ጀሚሩ ካብ ዝተፈጠረ ጀሚሩ ከምኡ ዝበለ መከራ ኣይረአን እዩ ኣብ ምድሪ ከዓ ኣይክኸውንን እዩ ሕጂ ክርስትያን ኣብዚ መከራ እዚ ከይኣቱ ምእንቲ እንታይ እዩ ዝኸውን? ጢንኡ መሊኡ፣ ብመንፈስ ኮይኑ፣ ከይተሓለለ ንጎይታ እንዳተጸባበየ ይጸንሕ እሞ እቲ ንጥቀት መዓልቲ ምስ መጸ ነፍሲ ወከፍ ክርስትያን እንታይ ይኸውን? ይለዓል፣ ይንጠቕ። ሽዑ መከራ ኣብ ምድሪ ክንደይ ዓመት መከራ ተሕልፍ? ሸውዓተ ዓመት ፍልጠያን ብዕለተን ከይተረፈ ተቖጺረን እየን። ኣብ ክልተ ይምቀላ፣ ሰለስተ ዓመትን ፈረቓን ሰለስተ ዓመትን ፈረቓን። እተን ሰለስተ ዓመትን ፈረቓን ሕይሽ ዝበላ እየን። እተን ሰለስተ ዓመትን ፈረቓን ግን ኣዝየን ከበድቲ እየን። ሽዑ የሱስ ክርስቶስ ጐይታ እዩ ንዓ ደሓን ኢልካዮ ሰብ ብኸምኡ ክድሕን ዘይክእል እዩ። ንምንታይ ስም የሱስ እንተ ጸዊዑ፣ የሱስ ክርስቶስ በቃ እግዚኣብሔር የድሕን እዩ ኢሉ ሽም እንድሕር ጸዊዑ፣ ብምንታይ እዩ ዝድሕን? ብሰይፍ እዩ ዝድሕን፣ ክሳዱ እንዳተቖርጸ። ምክንያቱም ኣንቲክራይስት ጸረ ክርስቶስ መንፈስ ነዚ ዓለም እዚኣ እንታይ ዝገብረላ ዘመን እዩ ዝቆጻጸራ ግዜ እዩ እምነት ዝበሃል ከምዚ ተኣኪብካ ምምላኽ ከምዚ ሓቢርካ ምዝማር ብምንም ተኣምር እንታይ ዘይግበር ዘይፍቀድ እንድሕር ተረኺብካ ትቕተል ስለዚ እንታይ ይኸውን መስለኩም እቲ መዓልቲ ክመስ ከሎሲ እንታይ ይኸውን ማለት እዩ ሰዓት ሽዱሽተ ሙሽ ወጋሕታ እዩ ኣይኮነን እዩ ፋዱስ ክኸውን ከሎ ፍርቂ መዓልቲ ፀሓይ ቃዕ ትብል ምልእቲ መዓልቲ ድሓረይ ከ እንታይ እንዳኾነ ይመፅእ እንዳመሰ ይመፅእ እምበኣር እዚ ዘመን እዚ እንታይ እንዳኾነ እዩ ዝመፅ ዘሎ እንዳመሰ ይመፅእ ኣሎ ኮረና ክብለና ከሎ ምምሳይ እዩ ዝነግረና ውግእ ክብለና ከሎ እንታይ እዩ ዘርእየና? ምምሳይ እዩ። ኢኮኖሚ ክናወፅ እዩ ክብለና ከሎ ምምሳይ እዩ ዘረድኣና። እንታይ እንዳኾነ ኮይኑ ኣሎ? ክመስ ከሎኸ እንታይ ክትገብር ኣለካ ክርስትያን? ንንጥቀት ክትዳሎ ኣለካ። ነዚ ኢኻ ከይትሕለል ዘይትኻ መሊእካ ምስ ጎይታ ተጊህካ መዋእልካ ንዘምለኽካዮ ጌታ ክመጽእ ከሎ ከይስእነካሲ ተዓጢቅካ ንጎይታ እንታይ ግበሮ ተጸበዮ ተጸበዮ ንምንታይ ኣገዳሲ እዩ ኩዕሶ ተጻዊትካ ተጻዊትካ ጎል ተዘይእቲኻ ኣይኮነን ድዩ ራስት ወሳኒ ስለዚ እንታይ ይብለና ኣሎ ኣብቲ ጉያኹም ከይትሕለሉ ሓድሽ ሓድሽ ክትሰምዑ ኢኹም ካብ መንገድኹም ዘውፅእ ነገር ክትሰምዑ ኢኹም ብዙሕ ነገር ዘውፅኣኩም ነገር ክመፅእ እዩ ዜና ክትሰምዑ ከለኹም ዘውፅእ ነገር ግን ከይትሕለሉ ካብ መንገድኹም ከይትወፁ እስኻትኩም እቲ ዝጠብቀኩም ኣርሕቑ እቲ ዝኸብደኩም ኣርሕቑ ስቑ ኢልኩም ጉያኹም እንታይ ግበሩ ጉየዩ ጉያኻ እንታይ ግበር የሱስ ስጋዕ ዝመጽእ ኣብ ቸርች ክመጽእ እየ ክሰብኽ እየ ንየሱስ ከምልኾ እየ ክሰግደሉ እየ ኣይሕለልን እዩ ንገሊኦም ሰባት ዕሽነት ክመስሎም ይኽእል ንዓለም ዕሽነት ክመስላ ኽእል እዩ ነዝማድኩም ዕሽነት ክመስሎም ይኽእል ግን ኣይንሕለልን ኢና ሃለሉያ ስለዚ ዘይምሕላል እዩ ዝነግረና ኣይንደክምን ኣይንሕለልን ንምንታይ ዘመን ጸጋ ስለ ዝኾነ እቲ ጸጋ ዘኽእል ስለ ዝኾነ እግዚኣብሔር ኣምላኽና ዝተመስገነ ይኹን ምእንቲ ከይትደኽሙን ነፍሳትኩም ከይሕልላን ነቲ ካብ ሓጣን ናብ ርእሱ ክንዲዚ ዝኣክል ዝጻረር ምጽራር ክንዲዚ ዝኣክል እንታይ ይብለና ኣሎ ምጽራር እዩ ዝብለና ቁጽሪ ሰለስተ እንታይ ዝኾነ ዝተዓገሰ የሱስ እንታይ ኢሉ እዩ ንምንታይ ተዓጊሱ እንድሕር ኢልና ግን ኣቀድምኡ ዘሎ ሓጎስ ሕጂ ክልተ ነገር እዩ ክብጠም እዩ ክልተ ነገር እዩ ነጊሩና ኣብ መጽሓፍ ቅዱስና ኣብዚ ዘንበብኩልኩም ዝተሓንጸጸልኩም ኣብ ቅድሜኹም ዘሎ በቲ ዝተሓንጸጸልኩም ኢሉና ኣብ ቅድሜኹም ዘሎ ሓጎስ ኢሉና ክልተ ነገር እዩ ብዛዕባ ኣብ ቅድመና ዘሎ ሓጎስ ተዛሪቡ ኣሎ ብዛዕባ ኣብ ቅድመና ዘሎ ከዓ እንታይ ተዛሪቡ ኣሎ መጉየይ ሕንፃፅ ከዓ ተዛሪቡ ኣሎ ሕንፃፅካ ምስ ጎየ ምስ ወዳእካ እንታይካ ትረክብ ማለት እዩ ሓጎስካ ትረክብ እስኪ ገለ ገለ ነጥብታት ክንርኢ ኢና። ብኽንድዚ ዝኣክል ደመና ምስክር ተኸቢብና ኣሎና ኢሉ እዩ። በዓል ዳንኤል፣ በዓል ኣብርሃም፣ በዓል ኖህ ብኽንድዚ ዝኣክል ናይ ክብሪ ህይወቶም ከሕልፉ ከለዉ፣ ኣፍ ኣናብስ ክዕጾ ከሎ፣ ብእምነት ደቆም ክስውኡ ከለዉ እንታይ እዮም ገይሮም እንድሕር ኢልና እዚ ንዓና እንታይ ዝገብረና እዩ? ምስክርነት እዩ። የጽንዓልኩም እየ ዘለኹ የጽንዓልኩም እየ ዘለኹ ነቲ ቃል ደሓር እንርኢ ብኽንድዚ ዝኸብድ ዝጠብቕ ሓጥያት ከኣ እንታይ ንግበር ይብል ኣሎ ነርሕቕ ይብል ኣሎ ፊኒሽ ይብል ኣሎ እዚ ጎያያይ ኤርትራዊ እዩ ጎዩ ወዲኡ እንታይ ኣብ ምንታይ ተንኪፉ ኣሎ ፊኒሽ ሃለሉያ ፊኒሽ ክንብል እግዚኣብሔር ይደግፈና ጉያይ ወዲኤ ኢሉ ጳውሎስ ጎያይ ወዲኤኤ ኣብቲ ጉያይ ጫፍ በጺሐ ኢሉ ሃለሉያ ስለዚ ጎዩ ኣብቲ ጉያይ ወዲኤ ግን ሕጂ በቃ ኣብቲ ጉያይ ነጥቢ በጺሐ ኢሉ ፊኒሽ ሃለሉያ ተወዲኡ ጉያይ ወዲኤ ኢሉ ስለዚ ብዛዕባ መጽሓፍ ቅዱስና ክንርኢ ከለና ናይ ጉያ ነገር ዓቢ ሚስጥር ኣለዎ ጳውሎስ ጉያይ ወዲኤ ኢሉ እዩ እንደገና ከዓ ናብቲ ሕንፁፅ ዓላማ ርኤ ናብታ ፖይንት እንዳረኣኹ እየ ከዓ እንታይ ዝገብር ኢሉ ዝጎይ ንድሕሪት እንዳረሳዕኩ ናይ ድሕሪት ነገር ከይኮነ ንቅድሚት እየ ዝጎይ ኸኣ ኢሉ። ስለዚ ንጉየ ኢሉ። ጎይታ ይባረኽ። ሳልሳይ በቲ ኣብ ቅድሜና ተሓንጺጹልና ዘሎ መቀዳድም ርዕኹም ኩሎም እዚኦም ጎየይቲ ኣብ ምንታይ ኣብ- ንጎየይቲ እንታይ ተሓንጺጹሎም ኣሎ? ኣብ ቅድሜና ዘሎ ዝተሓንጸጸልና ንጳ- ንጎይታ የሱስ ክርስቶስ ከኣ ኢልዎ ኣብ ቅድሚኡ ዘሎ ሓጎስ እዚ ኣ- ክልተ ነገር እዩ ዝተሓንጸጸልና መቃዳደሚ ኣሎ፣ ኣብ ቅድመና ዘሎ ሓጎስ ከኣ ኣሎ። ኣብነት ዝኾነና መን እዩ? ጎይታና የሱስ ክርስቶስ እዩ። ጎይታና የሱስ ክርስቶስ ኣብ ቅድሚኡ ዘሎ ሓጎስ ተዓጊሱ ነቲ ናይ ሕጂ ግዜ ምጽራር እንታይ ኣይገበሮን? ምንም ኣይዓጀቦን። ምንም ኣይዓጀቦን። እምበኣር ክንጸንዕ እንድሕር ኮይንና ኣብቲ ፖይንት ክንበጽሕ እንድሕር ኮይንና በቲ ሕንጹጽ ዓላማ እንታይ ንግበር? ንጉየ። ነጉየ ኣብቲ ጉያ ጉያና ን ከምዚ ናይ ግድን ክስታይ ኣይኮነን እቲ ጉያ ኢለኩም እየ ምውዳዕና እዩ ዘድሊ እምበር ምጉያይና ኣይኮነን ኢለኩም ደሓር እንታይ ይብለና ንክርስቶስ ይምጽእዎ ሬኹም የሱስ ክርስቶስ ሲ ኣብ ኣብ ጌተ ሰማኔስ እንታይ ኮይኑ ኣብ ጌተ ሰማኔ ሲ ኣዝዩ ከቢድ ግዜ ነይሩ ዶ ይነበረ ንጎይታ የሱስ ክርስቶስ ነይሩ ዶ ይነበረ ሕጂ ምክንያቱ ጎይታ የሱስ ክርስቶስ ሕጂ ብስጋ እዩ ብስጋ ራእዩ ዋላ ሓንቲ መለኮታዊ ሓይሉ ከይተጠቐመ እዩ ሕጂ ኣብኡ ክመፅእ ከሎ ኣብ ቅድሚኡ እንታይ እዩ ዝፅበ ዘሎ ንዓና ምእንቲ ከድሕን መስቀል እዩ ዝፅበዮ ዘሎ ቅድሚ ናብ መስቀል ምዃዱ እቲ ረሃጽሲ ከም ምንታይ ጥብጥብ ይብል ነይሩ ይብል ከም ሕጂ እንታይ ነይርዎ ነፍሰይ ኣዝያ እንታይ ከም ዝኾነ ንርኢ ከምዚ ኾማን እንታይ ኢሉ ጸልዩ በጃኻ ጎይታ እዛ ጽዋዕ እዚኣ ክንደይ ትብርትዕ እያ ተረዲኹምኒ ግን ድሕሪ እታ ጽዋዕ እንታይ ኣላ? ሓጎስ ኣሎ ዶ የለን? ኣጆኹም ኣብዚ ምድሪ እዚ ብነሕልፎ መከራ ኣብዚ ምድሪ እዚ ብዝኸውን ነገራ ነገራት ኣጆኹም እግዚኣብሄር ሓጎስ ናይ እግዚኣብሄር ሓጎስ ኣብ ቅድመና ኣሎ ኩሉ ክሓልፍ እዩ ንመን እዩ ኣብነትና ዝኾነና መን ኢልዎ የሱስ ክርስቶስ እዩ ደሓር እንታይ ተላኢኹሉ ትዝክርዋ ዶ? መልኣኽ ተላኢኹ። እቲ መልኣኽ ከ እንታይ ዝገብር? ሃለሉያ! እንታይ ዝገብር? ዘበርትዕ መልኣኽ ተላኢኹ። ኣታ ክትደክም ከለኻ ክትሕለል ከለኻ ናብ እግዚኣብሔር ኣእዊ እግዚኣብሔር ሓይሊ በሎ ናይ እግዚኣብሔር ሓይሊ በል እግዚኣብሔር ክሰደልካ እዩ ብዘደንቕ ኩነታት መልኣኹ ሰደልካ ልክዕ እቲ ኣብነት እቲ ንሱ እዩ ዘርእየና ዘሎ ሕጂ ጥራሕ ንስኻ እንታይ ኣይትግበር ካብ ጉያኻ ጥራሕ ኣይትውፃእ ካብ ጉያኻ ጥራሕ ኣይትውፃእ ክትደክም ከለኻ ዘበርትዕ ይልእከልካ ኣጆኻ ይብል ምክንያቱም ኣብነት ዝኾነና መን ኢሉና ንዕኡ ጠም ንክርስቶስ የሱስ ጠምትዎ ኢሉና ንሱ ክሕለል ከሎ ክደክም ከሎ ከብል ከሎ ንምንታይ ርዩ ነቲ ብ ቅድሚኡ ዘሎ ሓጎስ እንዳረኣየ እዩ ከይዱ ኣብ የማን ኣቦ ምስ ተቐመጠ ሆ እንታይ ኢሉና ኣብ ሮሜ ነዚ ሮሜ ምዕራፍ ሸሞንተ ድሕሪ ኣንቢብኩም ሓንቲ ቃል ኣላ ደስ ትብለኒ እዚ ሕጂ ነሕልፎ ዘለና መከራሲ ምስቲ ዝመጽእ ዘሎ ክብሪ ከም ዘይመዓራረዮስ እንታይ ይገብር ኣለኹ ኢሉ ይፈልጥ ኣለኹ። ሕጂ ኣብ ሚዛን እንድሕሪ እቲኹሞሲ እዚ መከራ ምስቲ ክብርስ እንታይ ኣይከውንን እዩ ኣይመዓራረን እዩ። ነዚ ግን እንታይ የድሊ እንድሕሪ ኢልኩም እምነት የድሊ። ብእምነት ኢኻ ትኸዶ። ናይ መወዳእታ ሓደ ነገር ከርእየኩም እግዚኣብሔር ኣምላኽ ይባረኽ። ስለዚ ንሱ እዩ ረእዎም ጎይታ የሱስ ክርስቶስ ምእንቲ ሓጢኣት ምእንቲ ቁስልና ክቆስል ከሎ ኣብ መስቀል ክስቀል ከሎ እቲ ኩሉ ኩነታት ክሕልፎ ከሎ ግን ሓደ ነገር እዩ ዝጥምት ነይሩ ኣብ ቅድሙ እንታይ ኣሎ? ሓጎስ። ሕጂ ነቲ መከራ ኣይኮነን ዝሪኦ ዘሎ፣ ኣበይ ዘሎ? ነቲ ሓጎስ። ነቲ ሓጎስ ምስ ጠመተ ምንም ከይመሰሎ ሓሊፉ። ብድሕርኡ ምእንቲ ክርስት ርኢኹም፣ ምእንቲ ሓጢኣትና፣ ምእንቲ መከራና ኣላጊጾምሉ ኣምላኽ ይንሱ ጸሪፎሞ እንተደልየ ብሓንቲ ቃል ንኹሎም ከ ከብሎም ዝኽእል ግን ንዓና እንታይ ክኾነና ኣብነት ክኾነና ዝኽእል ሓደ ሓደ ግዜ እኮ ከመይ ገይሩ ክስቶ ከምዚ ይብለኒ ቱ ንምንታይ መስለኩም ትምክሕቲ ስለ ዘለና ኮይ ከቢድ ሽግርና ትምክሕቲ እዩ እሳ ከመይ ገይራ ከምዚ ትብለኒ እሱ ከመይ ገይሩ ይብለኒ እንድሕር ኢልና እቲ ዝዓበየ ጸላኢና ትምክሕትና እዩ ትምክሕቲ ካብ ውሽጢ እንድሕር ተቦንቂሩ ዘይወጽዩ ንኻልእ ንኽ ትዕግስቲ ንኽትገብር፣ ንኽትጻወር ኣየኽእለካን እዩ። ንኽትጻወር እንድሕር ኮንካ መጀመርያ መጀመርያ ዋላ ቆልዓ መጺኡ እንተላገጸልካ እንታይ ኢኻ ትኸውን መስለኩም? እንታይ ኢሉ ጎይታ የሱስ ክርስቶስ ካብ ላዕሊ እንተ ዘይተዋሂቡካሲ ኣባይሲ እንታይ ክትገብር ኣይትኽእል ኢኻ? ዋላ ሓንቲ ክትገብር ኣይትኽእል ኢኻ። ዋላ ሓንቲ ክትገብር ኣይትኽእል ኢኻ። ኣቦ ኣሎ ላዕላዋይ ዝኾነ ንኹሉ ነገር ዝቆጻጸር እንድሕር ክሓልፍ ደልዩኒ በቲ ዝሓልፈኒ ግን ንሓልፍ ብኣፍ ኣናብስ እንድሕር ሓሊፈ ብዝተፈላለየ መንገዲ ከምቶም ኣቦታት እንድሕር ሓሊፍና ልክዕ ከምኡ እዩ ስለዚ ቅዱሳን ኣሕዋተይ እዚ ካብ ራእና ኣብ ቀዳማይ ቆርንጦስ ምዕራፍ ትሽዓተ ዘሎ ቃል ከንብበልኩም ከምዚ ይብል ኣብቲ ካብ ዕስራን ሓሙሽተን ጀሚረ ዕስራን ኣርባዕተን ጀሚረ ከንብቦ ቀዳማይ ቆሮንጦስ ምዕራፍ ትሽዓተ ኣብቲ ስፍራ ቅድድም ዝቀዳደሙ ዅላቶም ከም ዝጐዩ ነታ ዓስቢ ዓወት ግና ሓደ ከም ዝወስዳዶ ኣይትፈልጡን ኢኹም ንስኻትኩም ምእንቲ ክትረኽብዋ ከምኡ እንታይ ግበሩ ጉየዩ እንታይ ግበሩ ጉየዩ ሕጂ እዚ ብዛዕባ ኣገልግሎት እዩ ዝዛረብ ዘሎ እቲ ብዛዕባ ህይወት እዩ ዝዛረብ ዘሎ ኣብ ኣገልግሎት ጎይኻ ክትዕወት እቲ ዝቃለስ ዘበለ ብኩሉ ነገር መጢኑ ነፍሱ ይገትእ እዩ እሞ እዚ እዚኣቶም ነቲ ሓላፊ ኣኽሊል ምእንቲ ክቕበሉ እዮም ንሕና ግና ነቲ ዘይሓልፍ ስለዚ ኣነ እጐዪ ኣሎኹ፣ ግናኸ ከምቲ ንዘይፈልጥ ዝጐዪ ኣይኰንኩን። እምክት ኣሎኹ፣ ከምቲ ንንፋስ ዝወቅዕ ግና ኣይኰንኩን። ንኻልኦት እናሰበኽኩ ንርእሰይ ድርቡይ ምእንቲ ኸይከውን፣ ንስጋይ ኤሰቅዮን ኤግዝኦን ኣሎኹ። ሕጂ እንታይ እዩ ዚብለና ዘሎ ጳውሎስ ከኣ ኣብዚ? ብዛዕባ ኣገልግሎት እዩ ዝብል ዘሎ። ጉየዩ ይብለና ኣሎ። ክትጎዩ ከለኹም ከኣ እቲ ሓደ ቀዳማይ ወጺኡ ክስታያት እታ ስልማት ዝወስድ ይብል ኣሎ። ንምንታይ እዩ ዝብለና ዘሎ? ሞቲቭኩም ሓደ ካብ ርኢኹም ብዛዕባ ትምክሕቲ ቁሩብ ተዛሪበ ኣለኹ። ብዛዕባ ሞቲቭ ንእሽተይ ክዛረብ ክተገልግሉ ከለኹም ናብ ቤተክርስትያን ክትመጹ ከለኹም እንድሕር ሰባት ከገልግሉ ኮይኖም እሞ ንተርእዮነት እንድሕር ደኣ ኮይኑ ንበል ወይ ከኣ ንስልጣን እንድሕር ኮይኑ ወይ ከኣ ንማክት ዝኾነ ነገር ሞቲቭ ሒዞም እንድሕር ኮይኖም እቲ ሞቲቭ እንድሕር ስኢንኩም እሞ እንታይ ትኾኑ ትሕለሉ ዶ ይትሕለሉ በቃ ምክንያቱም ዝተፀበኻዮ ነገር ሰብ ምስ ሰኣነ እንታይ ክኸውን እዩ ይሕለል እዩ ስለዚ ንኸይትሕለል እንታይ እዩ ቀዳማይ ሞቲቭካ እንታይ ክትገብር ኣለካ ክትዕሪ ኣለካ ሞቲቭካ ኢኻ ክትዕሪ ዘለካ ኣነ ንጎይታ ከገልግሎ እየ ንጎይታ ደልየ እየ ዝመፅእ ዝኾነ ይኹን ነገር ይኹን ንጎይታይ እንታይ ክገብሮ እየ ከምልኾ እየ ኣእምሮኹም ምስ ዝኾነ ነገር ከየተሓሓዝኩም ብጽሩይ ንኣምላኽ ብምድላይ ንዕኡ ብሓቅን ብመንፈስን ክሰግደሉ እዩ ኢልካ እንድሕር ደኣ መጺኻ ኣብ ዘመናት ኩሉ ኩሉ ግዜ እንዳለምለም ንኸዓ ኢኻ ትኸይድ ንምንታይ እንድሕር ኢልኩምኒ ሓይሎም ይሕደስ ማለት ንሱ እዩ ንምንታይ ካልእ ሞቲቭ የብልካን ኣብ ውሽጥኻ ካልእ ዘቐመጥካዮ ሃቐና የለን ስለዚ ጎይታ የሱስ ክርስቶስ እንታይ ይሓትት ነይሩ ኩሉ ግዜ ሃቐና ይሓትት ነይሩ ሃቐንኦም ይሓትት ነይሩ ካብ ምንታይ ሃቐና እዩ ካብ ምንታይ እንዳበለ ንነፍሲ ወከፍ ንፈሪሳውያን ይሓቶም መመሊሱ ይሓቶም ክንስዕበካ ዝበልዎ ይሓቶም መሊሱ መሊሱ ይሓቶም ነይሩ ንምንታይ እንድሕሪኡ ትኽክለኛ ሃቀና እንድሕር ሒዞም እዮም ምስኡ ክኸዱ ስለዚ ሃቀና ወሳኒ ሕጂ ንኸይንሕለልን ንኸይንደክምን ከዓ እቲ ቀንዲ ክገብረና ዝኽእል እንታይ እዩ እንድሕር ኢልና ሃቀናና እዩ እግዚኣብሔር ኣምላኽ ይባረኽ እምበኣር ኣብ ገላትያ ምዕራፍ ሓሙሽተ ፍቕዲ ሓሙሽተ ከኣ እንታይ ኢልዎም ንሰብ ገላትያ ጽቡቕ ትጎዩ ነርኩም ንሓቂ ከይትእዘዝዋ ደኣ መን ዓገተኩም እንታይ ትጎዩ ነርኩም ረዩ ኣብ ገላትያ ምዕራፍ ሓሙሽተ ፍቕዲ ሸውዓተ እዚኦም ሰባት እዚኦም ከዓ ቤተ ክርስቲያን ብምልእታ እዮም ቤተ ክርስቲያን ብምልእታስ እንታይ ይገብሩ ነይሮም ፅቡቕ ጎዩ ነይሮም ፅቡቕ ጎዩ ነይሮም ብትግሃትሲ እንታይ መፂኡ መንጎ ጌጋ ትምህርቲ ምፅኦም እዮም ጌጋ ትምህርቲ እንድሕር ዘይተገዚርኩም ሲ እንታይ ኣይትኾንልኹም ኣይትፀድቁንኹም ስለዚ ኣብቲ ናይ ክርስቶስ የሱስ ካልእ ተወሳኺ ከእትዉ ምስ ፈተኑ ሕጂ እንታይ ኮይኑ ጉዮም እንታይ ኮይኑ ተዓጊቱ ሕጂ ዓቕዲ ዓንተ ወይ ነጊረኩም እዩ ካብቲ ሓደ ንጉያና ጠጠው ዘብለና ነገር ጌጋ ምርዳእ ጌጋ ትምህርቲ እንታይ ገብረካ ጠቕ ይግዕ ይዓግተካ ወይ ኣቕጣጫኻ የስሕተካ ወይ ካብ መንገድኻ እንታይ ይገብረካ የውፅኣካ ስለዚ እዚኦም ሞቲቭን ምርዳእን ኣገደስቲ እዮም እግዚኣብሔር ኣምላኽና ዝተመስገነ ይኹን ፊልጲ ምዕራፍ 2 14 16 ከንብብ ንኽ ፊሊጲ ምዕራፍ ክልተ ፍቕዲ ዓሰርተ ኣርባዕተን ዓሰርተ ሽዱሽተን ንኸንቱ ከም ዘይጎየኹ ወይስ ንኸንቱ ከም ዘይጸዓርኩ ነቲ ቃል ህይወት ሒዝኩም በታ መዓልቲ ክርስቶስ ንትምክሕተይ ምእንቲ ክትኮኑ ኣብ ማእከል እዚ ቄናንን ጠዋይን ወለዶ እዚ መንቅብ ዘይብሎምን ግሩሃትን ሕፍንቲ ዘይብሎም ውሉድ ኣምላኽ ኮንኩም ከም ብርሃናት ኣብ ዓለም እተብርሁ ምእንቲ ኽትኰኑ፣ ንዅሉ ብዘይምጕርምራምን ብዘይምውልዋልን እ ግበርዎ። ሕጂ ኣብኡ እታ ግበርዎ ጥራሕ ኢና ትርድኣና ዘላ። ኣብኡ ግን እንታይ ኣሎ መስለኩም? ብዙሕ ነጥብታት እዩ ዘሎ። ብዙሕ ነጥብታት እዩ ዘሎ። እንታይ ግበርዎ ይብለና ኣሎ? ቄናን ጠዋይ ወለዶ ሕጂ እቲ ካልእ መስለኩም እንታይ መስለኩም ኣብ ዓለም ከለኹም ክሕልወኩም እዩ እምበር ካብ ዓለም ከውፃና ድዩ ኢሉኒ ካብዚ ምስ ወፃእኹም እኮ ገዛኹም ምስ ከድኩም ኣብ ስራሕኩም ምስ ከድኩም ናይ ዓለም ፅልዋ ብጣዕሚ እዩ ዘጨንቐኩም ኣይኮነን ድዩ መሳርሕትኹም ኣብ ጥቓኹም ከለኹም ናይ ዝሙት ናይ ፀይቂ ነገር ይዛረቡ ከም ባህሊ ኮይኑ ተቆፂሩ እዩ ብዚ ዓለም እዚ ኣብዚ ናብራ እዚ ንስኻትኩም ደቂ ኣምላኽ ኢኹም ነፍስኹም ትሳቐ ተረዲእኹም እቲ ቅንዞ ንምንታይ ምኽንያቱ ቅድስን ናይ ቅድስና መንፈስ ኣምላኽ ስለ ዘለኩም ኣብ ውሽጥኹም ንደገ ክትወፁ ከለኹም ግብረ ሰዶማውያን ሕማቕ ነገር ዓለም ተጨማሊቓ ካልእ ዓለምኹም ትርእዩ ኣብ ካልእ ዓለምኹም ኢኹም ትርእዩ ኣብዚ ዓለም እዚ ከለኹም ግን ሓደ ደስ ዘብል ኣብ ዘመን ጸጋ ኢኹም ዘለኹም እሱ እዩ ዘሐጉሰካ ኣብ ዘመን ጸጋ ከኣ እንታይ እዩ ዝገብረካ ማለት እዩ ድላዩ ይኹን ድላዩ ይኹን እቲ ጸጋ ኣምላኽ የኽእል እዩ ኣብ ልዕሊ ሓጢኣት የኽእለካ ኣብ ልዕሊ ዓለም የኽእለካ ኣብ ልዕሊ ኩነታት የኽእለካ ሕጂ ዘኽእል ጸጋ ኣሎ ባኻ ሓይሊ ኣሎ ባኻ ናይ እግዚኣብሄር ክብሪ ኣሎ ባኻ እዚ እዩ ገለ ክንርኢ ኢና ምእንቲ ከይትደኽሙን ነፍሳትኩም ከይሕለላን ርኢናዮ ኢና እዚ ምሕላል ዝመስል እዩ ካልእ ምስ ሓጢኣት ብምቅላስኩም ገና ክሳዕ ኣብ ደም እትበጽሑ እንታይ ኣይኮንኩምን እንታይ ኢልና ኣብዘን ሰለስተ ጥቕሲ ኢና ዘለና ካብእን ኣይንወፅን ኢና እንታይ እዩ ዝብለና ዘሎ ምስ ሓጢኣት ብምቅላስኩም ገና ክሳዕ ኣብ ደም እትበጽሑ እንታይ ኣይኮንኩምን ሕጂ ኣይገርመኩምን ምስ ሓጢኣት ምቅላስ ስጋዕ ደም እየ የብፅሕ እዩ ሕጂ እንታይ እዩ ዝብለና ዘሎ እዚ ስጋዕ ደም እንታይ ኣይገበርኩምን ትቃለሱ ኢኹም ምቅላስ ምቅላስኩም ጽቡቕ እዩ ግን እቲ ምቅላስኩም ሲ ስጋዕ ምንታይ ኣይኮነን ስጋዕ ደም ኣይኮነን ምክንያቱም ሓደ ሓደ ግዜ ትበኣስ ዶ ምስ ተበኣስካ ደም ኣውፂኻ ይረኣ ትበሃል ኣይኮነን ድዩ ደም ኣውፂኻ ነነ ደማ ደሓን እዩ ማለት እዩ እንዳሓር ስጋዕ ደም ተበፂሕካ ግን ወይ ኣፍንጮ ሃሪንካዮ ኣለኻ ወይ ሰርካዮ ኣለኻ ወይ ፈጊእካዮ ኣለኻ ሽግር ተላዒሉ ማለት እዩ ብርቱዕ ነገር መፅኡ ኣሎ ማለት እዩ ስለዚ ምስቲ ሓጢኣትሲ ስጋዕ ምፍጋዕ ኣይበፃሕኩምን እዩ ዝብለና ዘሎ ስለዚ እንታይ እዩ ማለት እዩ ምስ ሓጢኣት ስጋዕ ንፋጋዕ ክንከውን ኢና ማለት እዩ ተረዲኹም ስለዚ እዚ እዩ ዝመኽረና ዘሎ። ኣብተን ሰለስተ ሓሳብ ኣብተን ሰለስተ ጥቕስታት ብዙሕ ነገራት እዩ ሒዙ ዘሎ። ደሓር እንታይ እዩ ዝብለና? በቃ ኣብ ቅድመና እንታይ ኣሎ? ሃለሉያ! ኣብ ቅድመኻ እንታይ ኣሎ? ኣሜን! ኣብ ቅድመኻ መቀዳደሚ ጉያ ኣሎ ኢልና ኣይኮነን እዩ። ጉያኻ ምስ ወዳእካ ግን ናብ እንታይ ክትመፅ? ዋላ እቲ ፃወታ እንደረእዎ እዞም ጎየይቲ ጎዮም ጎዮም ጎዮም ምስ ሰዓሩሲ ዳሓራይ ምስ ጎየዩሲ እህህ ከይበሉ ትንፋሶም ዕርፍ ከይበሉስ ናብ ምንታይ እዮም ዝኣትው? ናብ ሓጎስ ባንዴርኦም ሒዞም ኤ ረኣዩና ሃለሉያ እንታይ ጌርና ስዒርና ኢሎም እንታይ ይገብሩ? እቲ ሰብከታ ኸውን ጫብ ጫብ ጫብ የጣቕዓሎም ንምንታይ? ኣብ ሓጎስ ኣትዮም ንስኻ ድማ ቀዳማይ ምውጻእካ ኣይኮነን። ሓ ጉያኻ ክትውድእ ከለኻ ናብ ምንታይ ከኣ ከትኣቱ? ናብ ሓጎስካ። ሽዑ ሓጎስ እዩ ዘሎ። ሽዑ ብኽያት የለን፣ ኣብኡ ሓዘን የለን፣ ኣብኡ የለን። ስለዚ ሓጎስካ እንዳረኣኻ ጉየ። ሃለሉያ! ምሳይ ዶ ኣለኹም? ሃለሉያ ምሳይ ኣለኹም? ሃለሉያ ኣሕዋቴ ክንጎይ ኢና ኣብቲ ሓጎስና ክንኣቱ ኢና ምስ ጎይታ ክንከይድ ኢና ጸጋ ኣምላኽ ምሳና እዩ እግዚኣብሔር ኣምላኽ ይባረኽ ሓቢርና ክንጽሊ ኢና